ፕሮፌሰር ኣማ ካሕሳይ ይበሃል። ቀዳማይ ብርኪ ኣብ ገጠራት ትግራይ ዝተምሃረ እንትኾን ንፉዕ ተማሃራይ ስለ ዝነበረ ፅቡቕ ውፅኢት ብምምፃእ ቀላሚኖ ታሽዓይ ክፍሊ ተፀምቢሩ ኣብ ጎንደር ዩኒቨርሲቲ ሕብረተሰብ ጥዕና ኣፅኒዑ ኣብ ቤንሻንጉል ክልተ ዓመት ብሕክምና ሙያ ኣገልጊሉ ኣብ ዝነበሮ ፃኒሒት ክልተ ግዘ ሃገራዊ ዋንጫ ብምሽላም ሃገሩን ቤተሰቡን ዘኹርዐ ፃዕራም በዓል ሙያ እዩ። ካልኣይ ድግሪ መቐለ ዩኒቨርሲቲ ብስርዓተ ኣመጋግባ ማስተር ተመሪቑ። ብዝተመረቐሉ ሞያ ደሴ ከተማ ብምኻድ ክልተ ዓመት ምስ ኣገልገለ፣ ኣብ ወሎ ዩኒቨርሲቲ ዝከኣሎ ኩሉ ዓቕሚ ብምውህሃድ ካሪኩለም ብምቕራፅ ሃገሮም ዝሃንፁ ምሁራን ክፈርዩ እጃሙ ዕዙዝ ነይሩ። ቅድሚ ገጢምና ዘሎ ኩነታት ድማ ሳልሳይ ድግሩ ወይ ፒኤችዲ ኣብ ኣዲስ ኣበባ ዩኒቨርሲቲ ትምህርቱ ምስ ወደኣ ምርምር ክጅምር ምስ በለ ዘርኢ ምፅናት ወይ ጆኖሳይድ ኣብ ልዕሊ ህዝቢ ኣብ ልዕሊ ህዝቡ ብምእዋጁ ኩሉ ነገር ድሕሪ ዓደይ ብምባል ስርሑ ዛሕሲሑ ናብ ከተማ መቐለ ተጓዒዙ። ኣብ መቐለ ዩኒቨርሲቲ ብመምህርነት እናገልገለ ኣብ ዝተፈላለዩ ምርምራትን እናሰርሐ ይርከብ። ገጢምና ዘሎ ናይ ፋሽቱ ወራር፣ ናይ ባዕዳውያን ወራራትን ኣብ ክባን ዕፅዋን ሰለስተ ሚእሱሳይ ድግሪ ኣብ እንርከበሉ እዋን ካብኡ ዝሕለ ፀገም ፈታሕቲ ምርምራትን ቀትርን ለይትን ዝለፍዕ ናይ ህዝቡ ስቓይን መንከራን ዝወረድ ጆኖሳይድ ዘሕዝኖ ካብኡ ዝሕለ ኣብ መኸተ ሓላፍነት ብዝግባእ እናገልገለ ዝርከብ ምሁር እዩ። ሕፅረት ምግቢ፣ ዘይቲ፣ መድሓኒት ኣብ ጥዕናና ዘስዕብዎ ፀገም ከቢድ ጉድኣት ዘስዕቡ ምዃኖም ዝፍለጥ እዩ። ዘለና መማረፂ ኣብ ሃገርና ዝርከቡ ፀጋ ሃፍቲ ተኽልታት፣ ጥረምረ፣ ተኽልታትን ብዝግባእ ክንጥቀመሎም ተኽኢልና ትግራይ ሃብታም እያ ይብሉ። ዘለናሉ ህልው ኩነታት ህልውናና ክነረጋግፅ ኩሉ ዓይነት መማረፅታት ክንወስድ ግድን እዩ። ምኽንያቱ ናይ ፀላእትና ስትራተጂ ህዝቢ ትግራይ ብጥምየት ምርጋፍ እዩ። ነዚ እውን ዘለና ፀጋታት ብምጥቃም ናይ ከተማ ሓርሻ እውን ብሰፊሑ ካልእ እውን ብኮንቱ ዝባኸን ማይ ክህሉ የብሉን። ምስ ዘለናሉ ሕፅረት መድሓኒት እውን ኣመጋግባ ነዚ ዝሕግዝ ክኸውን ኣለዎ ይብሉ ተሓጋጋዛይ ፕሮፌሰር ኣመሃ። ናይ ሎማዓንቲ ዕዱም ጋሻና ገይርና ክነቕርበልኩም ከለና ብዙሕ ቁምነገራት።

ብጣዕሚ የቐንየለይ ካብኡ ከምቲ ዝጀመርናዮ ኣማሃ ካሕሳይ ይበሃል ተወሊደ ዝዓወኹሉ ኣብ ገጠራት ትግራይ እዩ ካብቶም ርሑቕ ዝበሃሉ ወይ ካብቶም ገጠራት ዝበሃሉ ሓደ ክፋል ዝኾነ ኣብ ትግራይ ተወሊደ ዓብየ። ብርግፅ ኣብዚ ቦታ እዚ ምባል ይከኣል እዩ ግን ትግራይ ንኢሳህና ፀቢባህና ስለንብል ብገጠሪ ከተማይ ጥራሕ ኢለ ክዛረቦ እሞ ኣብ ገጠር ትግራይ ዓብየ ያው ከምቱ ኩሉ ትግራዋይ ድማ ናይ ትምህርቲ ዕድመይ ምስ ኣኸለ ኣብ ትምህርቲ ቤት ኣትየ ኣተዓባብያና ከምቱ ኩሉ ትግራዋይ ዘጋጥሞ ብፍላይ እታ ኣነ ዝዓበኹሉ ገጠር ብጣዕሚ ተደጋጋሚ ድርቂን ድኽነትን ዘጥቅዖ እዩ እሞ ኣብቲ ከምኡ ዓይነት ቦታ እየ ዓብየ ንዕኡ ድማ ብዝተፈላለየ መገዲ እናተቓለስናዮ ወለድና ባዕልና እናተቓለስናዮ ዝዓበናሉ ከይዲ እዩ ዘሎና ከምኡ ኮይኑ ትምህርቲ ኣብ 1988 ቀዳማይ ክፍሊ ትምህርቲ ኣትየ ብድሕሪኡ ኣብ ሓደ ትምህርቲ ቤት ን ሽዱሽተ ዓመታት ተኸታቲለ፣ ካብኡ ቀጺሉ ኣብ ሓደ ትምህርቲ ቤት ከኣ ንክልተ ዓመት ሸውዓይ ሻምናይ ተኸታቲለ። ኣብቲ ከይዲ ንሱ ክሳዕ ሻምናይ ክፍሊ ኣብ ዝነበረ ከይዲ ብፍላይ ብጣዕሚ እቶም ዝኸበዱ ናይ ጸገማት እዋን ነይሮም። ከም ከባቢ፣ ከም ስድራና፣ ስድራና ብፍላይ ያው ስኡን ዝበሃል ብዙሕ ዘይብሉ ናይ ገጠር ክፋል ዝኾነ ስድራ እዩ እሞ ኣሽዑ ትዝ ይብለኒ ብዕሊ ካብ ንረኽበሎም ንስእነሎም ኩነታት ይበዝሑ ነይሮም ብኡ ሰንኪ ድማ ኣብቶም ተፈጥሮኣዊ ዝኾኑ ፍልፍል ምግብታት ኣለሻ ኢና ንሕልፎ ነይርና ካብ ኩዕንቲ ጀሚሩ ዝኾነ ወቕቲ ኩዕንቲ ንኣረና ንምገብ ዝኾነ ወቕቲ ንሱ ክውድአና ከሎ ከዓ ብፍላይ ኣብቲ ሓጋይ ውሽጢ ዕንጨይቲ ንሸጥ ፈሓም ነፍሕም ንሸጥ እዙይ ግን ፅቡቅ ኮይኑ ይኾን ኩል ዝዛረበ ኣለኹ ለሕለፍክዎ ክፋል ህይወት ስለዝኾነ እምበይ ብዕልፍቱ ዝዓወኹሉ ከባቢ ብርሰት ኣግራብ ሓደጋ ፈጢሩ እዩ ብጣዕሚ እቲ ከባቢና ኣጎሳቂልዎ እዩ ንሱ ድማ ኩሉ ግዜ የሕዝነኒ ብርግፅ ዝተሻገርኩሉ ህይወት እኳ ተኾነ ሐዚ ንመድሓኒት ዝበሃል ኦም ዓብዪ ኦም ከይህሊ ዝገበረ ኸይዲ ምኽንያቱ ብዙሕ ክፋል ሕብረተሰብ ከምኡ ናገበረ ስለዝሓለፎ እና ከምኡ እንዳገበርና ኢና ተሻጊረዮ ክሳዕ ሻሙናይ ደሓር ሻሙናይ ክፍሊ ምስወዳእኹ ሓደ ዕድል ተፈጢሩ ናብ ተሽዓይ ክሓልፍ ከለኹ ቀላሚኖ ዝበሃል ብማሕበር ልምዓት ትግራይ ብውፍያት ተጋሩ ዝተቋቋመ ትካል ጎበዛት ተምሃሮ እናወዳደረ ካብ ተሽዓሽዕ ዓሰርተ ክልተ ዝመሃርሉ ትምህርት ቤት ኣብ መቐለ ዝርከብ ናብኡ ናይ ምሕላፍ ዕድል ኣጋጢሙኒ ካብ ተሽዓሽዕ ዓሰርተ ክልተ ድማ ኣብ ቀላሚኖ ተማሂረ ማለት እዩ ኣብዚ እንዳሃለኹ እዛ ዕድል እዚኣ ብምርካበይ ከመስግኖ ዝደሊ ኣነ ህዝቢ ትግራይ እዮም ሂርኒ ፍልይ ብዝበለ መልክዑ ከምቲ ዝበሃልሲ ንማሕበር ልምዓት ትግራይ ኣዶ መቐነታ ፈቲሓ ቅርሺ ሓምሳይ ዝሃበተላ ይበሃል ምንም ዝብላዕ ዘይብላስ ንማሕበር ልምዓት ትግራይ ዝሃበቶ ዶላ ይበሃል ከምኡ ከምኡ እንዳበሉ ማዕረ ክሳዕ ሂወቶም ከፊሎም እዩ ዘደራጀይዎ ሃፍቲ ትግራይ ኢንዳስትሪ ትግራይ እዩሞ ማሕበር ልምዓት ትግራይ ካብቲ ፍርያት ኢንዳስትሪ ድማ ቀላሚኖ ትምህርቲ ቤት እዩ ማለት ፍሉይ ትምህርቲ ቤት ቀላሚኖ ካብኡ ፍርያቱ ድማ ኣነ ሓደ እየሞ ህዝቢ ትግራይ ክንድቱ ካባይ ትፅበዮ እኳ ኣይግበር ናትካ ፍርያት እዩሞ በዚ ኣጋጣሚ እዙይ ብዕሊ ከመስግነካ ይደሊ ማለት እዩ እዛ ዕድል እዚኣ ተጠቒመ ምስጋን ጥራሕ ዘይኮነ ድማ ካባይ ዝሐሹ ወለዶ ንኽፈርዩን ንኽወፁን ፈርዮም እውን ወፅዮም እውን እዮም ንቐፃሊ ድማ ከምኡ ንኽኾን ብዙሕ ትካላት የድልያና እሞ ብዘይተሓለለ ፃዕርኻን ተወፋይነትኻን ከምዚ ዓይነት ትካል ንኽበዝሑ እውን ሓደራ ይላበው እንዳሃለኹ እሞ ድሕሪኡ ቀዳሚኖ ትምህርት ቤት ኣብ ዓሰርተ ትሽዓተ ትስዓት ሸሞንተይ ምስ ወዳእኹ ኣብ ዓሰርተ ትሽዓተ ትስዓት ትሽዓተ ዩኒቨርሲቲ ጎንደር በጽሐኒ ብሕብረተሰብ ጥዕና ትምህርቲ ኣብኡ ንኣርባዕተ ዓመት ጸኒሐ ብክልተ ሽሕ ክልተ ከኣ ያው መንግስታዊ ምደባ ስለ ዝግበረልካ ናብ ቤንሻንጉል በጺሐን ይምደባ። ኣብ ቤንሻንጉል ክልተ ዓመት ክሳዕ ክልተ ሽሕን ኣርባዕተን ኣከባቢ ኣብኡ ብሕክምና ግልጋሎት እናሓከምኩ ጸኒሐ ማለት እዩ። ብርግጽ ሽዑ ንኢትዮጵያ ልዕሊ ክግበኣኒ ዝግበኦ ስራሕ ሰሪሐላ ዝብሎ ሽዑ እዩ። ብዕሊ ብዕሊ እቲ ዝሰርሐሉ ዝነበርኩ ወረዳ ጥዕና እኳስ ክልተ ግዘ ብሃገር ደረጃ ናይ ዋንጫ ሽልማት ክሽለም ዝኾነሉ ኣጋጣሚ ነይሩ። ኣነን መሳርሕትተይን ኮይንና ዝገበርናዮ ፍትወት ንሱና ዋላ ውፅኢቱ መጨረሻ ከምዚ ክሕደት ይኹን በቲ ሰዓት ንሱ ግን ኣብ ዕሸል ሓደራ ዝተውሃበና ሰዓት ብዕሊ ከምዘገልገልና ሓደ ኣነ ምስክር እየ። መጨረሽኡ ኣላዘይኩን። ድሕሪኡ ክልተ ዓመት ምስ ኣገልገልኩ ትምህርቲ ዕድላት ንክህቡኒ ቃል ይኣትውለይ ነይሮም። እንተኾነ ግን እቱ ትምህርቲ ዕድል ልልመፀ ዕድል ንነባዕሎም እናሃቡ ንሕና ግን ካብኡ ወፃኢ ዝኾንና ብፍላይ ከም ተጋሩ ካልእ ካልእ ስቁ ኢልኩም ኣገልግሉ ዝብል ስምዒታት ስለዝነበሩ ኣብ መጨረሽኡ ኣይከኣልኩኝ። ብፍላይ ድማ ኣብ ስርዓተ ኣመጋግባ ዘድሀበ ትምህርቲ ብጣዕሚ ይደሊ ስለዝነበርኩ እቱ ነገራት ንሱ ምቕናዕ ምስ ኣበየ ብግለይ ከይደ ንመቐለ መፅየ ከቤንሻንጉል ይፍተን እሞ ንሱ ምስ ሓለፍኩ ቦሎምሁርና ሓሊፈ ኢለዮም ምስ ኣወየኒ ሽዑ ምስ ወላድየ ይማኸር ኣብ ገጠር እዮም ዝነብሩ ብርግፅ ናይቱ ዓሰርተ ሸውዓተ ዓመት ቃልሲ ተጋዳላይ እዮም ግን ኣብ ገጠር ዝነብሩ እቲ ኩነታት ኣቢልዎም ኣብ ገጠር ዝነብሩ እዮም ብድሕሪኡ ዋላ ዓበይቲ ኣሕዋተይን ዓበይቲ ኣሓተይ ብዓሰብ ኣስውእተን እውን ኣብ ኢትዮ ኤርትራ ከምኡ ከምኡ ኣብቱ ናይ ትግራይ ገድሊ ብዙሓት ቆሲሎም ተሰዊኦም እዮም ስለዚ ኣቦይ እቱ ነገራት ኩሉ ስለ ዝፈልጡ እንታይ ይብሉኒ ዋላ ኣየምህሩኻ እሞ ግደፎ እሞ ለቂቕካ ንዓ ኣነ የድኻየ ዋላ ደም ሸይጥና ከነምህረካ ኢና እሞ ልቐቕ መፂኻ ተምሃር ትምህርቲ ጥራሕ እዩ ዘሻግረና ከም ተጋሩ ምስ በሉኒ ምሉእ ሞራል ኮይኑኒ መጺኤ መቐለ እቲ ደመወዝ ለቒቐ ብዘይ ደመወዝ ብዘይ ምንም ክፍሊት ወላድየይ ዝነበሮም ወለደይ ብዕራይ ይኹን ጤል እንዳሸጡ ናይ ማስተር ካልኣይ ዲግሪ ትምህርቲ ብስርዓተ ኣመጋግባ ካብ መቐለ ዩኒቨርሲቲ ኣብ መወዳእታ ክልተ ሽሕን ሸውዓተን ተመሪቐ ወዲኤ። ድሕሪኡ ኣብ ትግራይ ዝሰርሐሉ መደላድል ሽዑ ጽብብ ዝበለ ስለ ዝነበረ ተመሊሰ ከኣ ንደሴ ከይደ። ወሎ ዩኒቨርሲቲ ዝበሃል ከኣ እንደገና በቱ ሙያ ንሱ ንክልተ ዓመት ዝኸውን ኣገልጊለ ማለት እዩ። ኣብቲ ጻንሒተይ ከኣ ነቲ ዩኒቨርሲቲ ስርዓት ኣመጋግባ ትምህርቲ ክፍሊ ክውንን ካሪክለም ቀሪጸ። እቱ መደብ ንሱ ጀሚሩ። ተምሃሮ መሪቑ ብዙሕ ስራሕቲ ኣብኡ ኣብኡ ኮይነ እውን ብዙሕ ናይ ምርምር ስራሕቲ እውን ንሰርሕ ነይርና ንሱ ገይረ ድሕሪኡ ከባቢ ክልተ ሽሕን ሸሞንተን ኩሉ ቅርፂ እቲ ሃገር ተቐይሩ ኣብ ጎንደር ናዕቢ ዝተለዓለሉ ድሕሪኡ ተጋሩ ኣብ ዓይኒ ሕማቕ ገበርቲ ኮይንና ዝተረኣናሉ ስለ ዝነበረ እቲ ኩነታት እናጠዓመ ከም ዘይኸሎም ምስ ተረድእኒ ነገራት ካዓ ናብዚ ንትግራይ ክመፅእ ከምዝነበረኒ እሞ ሽዑ ዝተፈጠሩ ዕድላት ስለዝነበሩ ኣብ መቐለ ዩኒቨርሲቲ ብኡኡ ካዓ ገይረ ትራንስፈር ዝበሃል ወይ ዝውውር ዕድል ረኺበ ንመቐለ ዩኒቨርሲቲ መፅየ ኣብ ክልተ ሽሕ ትሽዓተ ጀሚሩ ክሳዕ ሓዚ ኣብ መቐለ ዩኒቨርሲቲ ኣብ ጥዕና ሳይነስ ኮለጅ ኣብ ስርዓተ ኣመጋግባ ኣብ ምምሃር ከምኡ ዋላ ኣይብዛሕ ኣብ ማሕበረሰባዊ ግልጋሎት ከምኡ ውን ኣብ ምርምር ኣብቲ ዙርያ ንሱ እንዳሰራሕኹ ክሳዕ ብፍላይ ክሳዕ ቅድሚ እታ ምውላዕ ኲናት ኣብ ምስራሕ ነይረ ሐዚ እኳ ኩሉ ነገር ጠጠው ኢሉ ዘሎ ካብኡ ሓሊፈ መጨረሻ ውን ሳልሳይ ዲግሪ ወይ እዚ ፒኤችዲ ዝበሃል ውን ብስርዓተ ኣመጋግባ ቅድሚ እቲ ኲናት ኣብ ኣዲስ ኣበባ ዩኒቨርሲቲ ጀሚረ ነይረ ኩሉ እቱ ኣድላይ ዝበሃል ትምህርቲ ወዲኤስ ምርምር ከጅምረላ ኣብ ዝበልኩ መዓልቲ እዙ ናይ ተጋሩ ፅንተት ዝኾነ ኩናት ተወሊዑ ኣነ ድማ ብኣ ገይረ ሓዲገያ ምክንያቱ ናተይ ናይ ውልቀ ትምህርቲ እዩ ትግራይ ሃም ትግራይን ተጋሩን ሃም ተጋሩን ንጠፍእ ኣለና ኮይኑ ስለ ዝተረኣየኒ ብርግፅ እውን ንሱ ስለ ዝመፀና ናተይ ምምሃር ልዕሊ ትግራይ ኣይኾነይ እሞ ኣብ ትግራይ ዝገብሮ ኣስተዋፅኦ እንተሃልዩ እስቲ ንሱ ይፅናሕ ኢለ ሙሉእ ብሙሉእ ገዲፈ ኣብ መወዳእታ ኣብ ምርምር ሰዓት ዝበፅሐ ነይሩ ገዲፈ ሐዚ ኣብ ትግራይ ምስቲ ኩነታት ዋላ ኣይርባሕ እናተቓለስና ንርከብ ሐዚ ኣነ እውን ከም ትግራዋይ ዋና ናይቱ ዘሎ ፅንተት ኩናት ዋና ፅዕንቶ ልበፅሐኒ ከም ምዃነይ ከም ትግራዋይ ከም ዜጋ ከም ትግራይ ኣብቲ ኩነታት ንሱ ጥሒልና እናሓመስና ንርከብ ኣብ ምቕላስ ማለት እዩ ብሓፂሩ ከምዚ ይመስል እቲ ናይ ጉዕዞ ፅቡቕ ትክክል ኢኻ ከምቲ ዝበልካዮ ኤልያስ ሓወይ ሐዚ ኣጋጢሙና ዘሎ ነገር ኣብ ምግብና ጥራሕ ኣይኮነይ ፅዕንቶ ፈጢሩ ኣብ ታሪኽና ኣብ ህልውናና ኣብ ኩሉ ነገር እዩ ከም ተጋሩ ኢና ዘይተደለና እሞ እዚ ከዓ ሓደ ክፋል ናይቱ ዘይምልላይና ናይ ምግብ ውሕስናና ክዛባዕ ተገይሩ ክንስእ እንተገይርና ሕዚ ኣብ መዓልቲ ብሽሓት ዝበሃል እዞም ደጋዊ ትካላት እኳ ብዝፀብፀብዎ ፀብፃብሲ እዚ ምጥማይ ምሕደጉ ከም ትግራይ ኢና ጠሚና ርሂብና ዘለና ምሟት እኳ ሰብ መዓልቲ ክሳዕ ሓደ ሽሕን ክልተ ሚእትን ሓደን ሰብ ከም ዝሟት ጸብጻባት ዘርእዩሉ ደረጃ ኢና ዘለና እሞ እዚ ከዓ ከም መፍትሒ ዝኸውን ብርግጽ ሓደ መፍትሒ ከምቱ ናይ ዓለም ዝተለመደ ተግባር ሰብኣዊ ሓገዝ ክኣትወና ነይርዎ ምክንያቱ ዝደለየ ኩናት ይሃሊ ነቱ ኣብ ኩናት ብቐጥታ ተሳታፊ ዘይኮነ ህዝቢ ብሰብኣዊ ሓገዝ ኢኻ ተድሕኖ ኣብ ከይዲ ኣብ ከይዲ ንዓለም ዘለዉ ቅድሚ ክሻዕ ሓዚ ኣብ ዝነበሩ ከይድታት ብሰብኣዊ ሓገዝ ኢኻ ተትርፎ እቲ ሲቪል ዝኾነ ሰብ እንተኾነ ግን ንሱ እውን ተነፊግና ኢና ዘለና ምንም መማረፂ የብልናይ ግን ኸዓ ብግልዋጡ እንታይ ይርኢ ከም ኣብ ትግራይ ዘለኹ ሓደ ሰብ ብዕሊ ባህግና ናብኡ ንሱ ዶ ይመጸልና ኣብ ንብለሉ ደረጃ ኢና ብበዝሒ ዝዕዘብ እሞ ንሱ እንተመጸ መጸ እንተዘይኮነ ግን እቲ ዝሐሸ መፍትሒ ኣብ ውሽጥና ምዃኑ ይኣምን ንሱ ከመይ እዩ ሓደ እቱ ባህሊ ኣመጋግባና ካብቲ ድሮ ዝለመድናዮም ናይ ሙቸት ዝመስሉ ኣመጋግባ ሽግር ኢልና ብቐሊሉ ኣብ ከባቢና ዝርከቡ ብቐሊሉ ምድላይ ዝከኣሉ ዝተፈላለዩ ዘይለመድናዮም ዓይነታት ምግቢ ዘተኣናግድ ባህሊ ክንውንን ንኽእል ኣለና ይብል። ንኣብነት ንሱ ታይ እዩ ቅድሚ ሐዚ ዝለመድናዮ ጣፍን ናይ ጣፍ ውፅኢትን ዝኾነ ብስሩ እውን ኣብ ፃዕዳ ጣፍ ብስሩ ኸዓ ኣብ እንጀራ ዘድሃበ ዓይነት ኣመጋግባ ኢና ለሚድና ሐዚ ካብኡ ውፅእ ክንብል ኣለና ብርግፅ ጣፍ የለ ዘይኾነስ እንተሃለየ እውን ዳርጋ ኮንትሮባንድ ኮይኑ ክባር ኮይኑ ምንም ዘይንረኽበሉ ስለዝኾነ ካብኡ ውፅእ ኢልና ንኣብነት ብቆሎ ምሕዳር ከምዝከኣል ምሕሳብ ምኽኣል ቆሎ ልዕሊ እቲ እንጀራ ልዕሊ እቲ ገዓት ዝህበና ጥቕሚ ከምዘለዎ ብኣንፃር ሓይሊ ብኣንፃር እቶም ንጥረ ነገራት ምሕሳብ ምኽኣል ካብ ቆሎ ሓሊፉ ጥቕጥቖ ተሃልዩ ብጥቕጥቖ ንምንታይ እየ ቆሎ ቀዲመ ኣልዒለ ተሸኪምካ ወሲድካ ንመጥሓን ንሕሩጭ ዘያኣክል እኽሊ ይህልወካ ኣብ ገዛኻ እሞ ዋላ ሕፍኒ ይኹና ንሰን ቀሊኻ እንተበሊዕኻ ናይ እንጀራ ኣርባዕተ ዕጽፊ ልኣክል ሓይልን ንጥረ ነገርን ከም ዝህበካ ምእማን ምኽኣል ጥቕጥቖ እውን ከምኣ ንኣብነት ተምሃራይ ተሃልዩስ ናብ ትምህርት ቤት ፓስታ መኮረኒ ጠቕሊልና ምሃብ ኢና ለሚድና። ሐዚ ጥቅጥቆ ገይርካ ማንካ ኣትሒዝካ ልኢኽካ ብኣኣ ናይ ትምህርቲ ሰዓት ምሕላፍ ከምዝኽእል ምእማን ምኽንያቱ ልዕሊ እቶም ፓስታን መኮረንን ረብሓ ከምዘለዎ ልዕሊ እንጀራ ረብሓ ከምዘለዎ ምእማን ምኽኣል ካብኡ ሓሊፉ ናይ ኣከባቢና ትግራይ ዝሃበትና ምህርትታት ኣለዉ በብዓይነቶም ጣፍ እንተሲእና ካብ ጣፍ ዝወረደ ዋጋ ዘለዎ እንታይ ይህሊ ብርግፅ ኣብዚ ሐዚ ሰዓት ኮይነ ኩሎም የለዉን ካብ ዕዳጋ ወጺኦምና እዮም ግን መማረጺታት ምሕሳብ ምክኣል ምሸላ ዶ ይህሉ ምሸላ እንተሃልዩ ተዘይሃልዩ ካብኡ ውረድ ኢሉ እንታይ እኒሆ እንዳበልና ኣብ ከባቢና ዘለዉ ብፍትሓዊ ዋጋ ምእላሽ ንሱ ጥራሕ ኣይኮነን መሬትና ክዓ ዝበልና ብቀሊሉ ንረክቦም ነገራት እኒዉ ንኣብነት ግዝያዊ ዝወጽሑ ኣትክልቲ ሐዚ እኳ ንወግዖ ኣለና ኣብ ልሙዕ ዝኾነ ብዙሕ ዓይነት ኣትክልቲ ዝሓዘ ቦታ ኢና ከፍ ኢልና ነውግዕ ኣለና ኣብዚኣ እኳ ኮይንናስ ስገም እኒሆ ድንሽ እኒሆ ሓምሊ እኒሆ ካልእ ካልእ ንርኢ ኣለና ስለዚ ብሓደ ወርሒ ዝበጽሑ ኣትክልቲ እኳ እኒኦና ኣሕምልቲ ኻልእ ኻልእ ንኣብነት ከም እኒ ሓምሊ ኣድሪ ካልእ ኻልእ እኒ ቆስጣ ብ ኽልተ ሰለስተ ኣዋርሕ ዝበፅሑ እውን እኒሀውና ከም እኒ ድንሽ ኣብ ሰለስተ ወርሕን ገለን ልበፅሕ እዝ ሽኮር ድንሽ ንብሎ ብዕሊ ብዕሊ ንጥረ ነገር ክውስኽ ክህፍትም ተገይሩ ዝተሰርሐ ኣብ ትግራይ ምርምር ሕርሻ ትካል ዝርከብ እኒሀው ሐዚ ንዑ ትኸሉ ውሰዱ ይብለና ኣሎ እቲ ድርጅት እኳ ሽኮር ድንሽ እኳ ተንተክል ብምልእና ብቐሊሉ ዝትከል ብቐሊሉ ተሐዝኚ ኩነታት ካዓ ፅቡቕ ኮይኑ ክዓቢ ልገብሮ እሞ መስከረም ጥቅምቲ ክበፅሐና ልገብር እዩ ንሱ እንድሕር ተኺልና ኩሎም ብዝባሃሉ ንጥረ ነገር ይበና ሓይሊ ይበና እሞ ካዓ ኣብ መሬትና ርዳእታ ልይኾነ በታ ድንሽ ሽኮር ድንሽ ጥራሕ ውሕስናና ነረጋግፀሉ ንኽእል እሞ ሐዚ ኣብ ኣከባቢና እንታይ እኒኦ መሬትና ከመይ ንጠቐም እቲ ህዝቢ ከ ኣብኡ ንክሰርሕ ከመይ ነንቀሳቕሶ? መንግስትን ህዝብን ከመይ ይናበብ? ምሁርን ህዝብን ከመይ ይናበብ? ድሕሪኡ ከ ህልውና ቃልሲ ክንብል ከለና ማዕረ እታ ጥይትሲ ህልውና ቃልሲ ንክትቃለስስ ክትህለ ኣለካ እሞ ንዕኡ ዘኽእለካ እቲ መሬት ዝሃበካ ጸጋ እንታይ እዩ ኢልካ ምሕሳብ ምምኻር የድልዮ እሞ ኣብ መሬትና ብዙሓት ግዝያውን ቀዋምትን መማረፂታት እኒኦውና እሞ ኣብኦም እናተመዓዓድና ብዙሕ ናይ ሚድያ ሽፋንና እውን ኣብኡ ትኹረት ገይሩ ንኣብነት ብዕሊ ዘድንቖ ኣላጀ ሚድያ ትግራይ ከመይ ብምግቢ ትውሓስ ኣብ ዝብል እዩ ሙሉእ ጊዚኡን ሽፋኑን ሂቡ ዘዕልል እዚ ከዓ ብዕሊ ንሕብረተሰብ ከንቅሕ ይኽእል እዩ ማለት እዩ ስለዚ ብኸምዙይ መልክዕ ቀወምትን ግዝያውን ዝኾኑ ኣትክልቲ ብምትካል፣ ኣሕምልቲ ከም ትቕድም ዝጽውዖ ነበርኩ። ካብኡ ከኣ ቀወምቲ ንሰለስተ ኣርባዕተ ዓመት ምስ ለፋዕካ ንሳላሳ ኣርባዓ ዓመት ትምግቦም ፍርያታት ክዓንዩ ብጣዕሚ ብዙሓት ኣብ ትግራይ ምናልባት ድሓር ብዕሊ ክነዕልሎ ንኽእል ንኾን እንታይ እዩ በዚሑ ትሪኦ ዘይብላዕ ኣትክልቲ እዩ ብዕሊ ቡብገዝኡ ተተኺሉ ትሪኦ ዝብላዕ ኣትክልቲ ባህልና ኣይኾነን ክገርመካሲ እንታይ እዩ ዝብላዕ ተኽሊ እዚ ኣብዛ ደገኻ ለይገበርካያ ተልኻዮ ሓደ ሰብሲ እዋእ ሓላፊ መገዲ ክበልዐለይ እንታይ ለይተክል ይብለካ ሓላፊ መገዲ ድማ ጠምዩዎ እኳዶ መፅዩ ኣንኳሕኩሑካ እንጀራኻ ቆሪስካ ትወልኻይ እሞ ሓላፊ መገዲ ኣዋያ ልብላዕ ረኺቡ ኣብ በርኻ ቀንጢሱ እንተበልዐ እንታይ ፀገም እኒሀዎ እንታይ ጸገም እኒኦ የሐጉሰካ እባ ኣነ ልዓበኹሉ ገጠር ንኣብነትሲ በለስ ኣሎ ብኡኡ ዝሓልፉ ልጠመዮም ሰባት ካብቲ በለስ ቀንጢሶም ክበልዑ ከለዉ ኣቦይ እንን ብዕሊ ደስ ይብሎም ይሕጎሱ እንታይ የሐጉስኩም ተበልክዎምስ ንዓና ተሪፉስ ንዕኦም ኣዐንጊሉልና ህይወት ሰበ ኣትሪፍና ኢሎም ይሕጎሱ ይርኢ እሞ እስቲ ሕሰብዎ ኣብ መቐለ እኒሆ ናይ ይብላዕ ኣትክልቲ በብገዛናን በብጎደንኡን ዝብላዕ ኮይኑ ተዝኾን ማይ ወፃኢ ምግባርና ለይቀረየ፣ ጉልበት ምውፃእና ለይቀረየ፣ መሬት ምብኻኑ ለይቀረየ ልብላዕ ተትኾን መልክዑ እውን እኒሆ ናይ ምብላዕ ጥቕሚ እውን ይበካ። ንኣብነት ኣብዚ ሓዝኛ ፀገም ኣብ ገዝኦም ኣትክልቲ፣ ቀዋሚ ኣትክልቲ ለፍረየ ዘለዎም ቆልዑ፣ ንወለድም ሃብኒ ምግቢ ኢሎም ኣይችገር እዩ ካብ ልተዓዘብክዎ ክሻዕ እንትጮ ከይደ ዝተዓዘብክዎ ማንጎ ይህልዎም እሞ ማንጎ ቀንጥሾም ይበልዑ ካዝሚር ቀንጥሾም ይበልዑ ኣራንሺ ቀንጢሶም ይበልዑ ስለዚ ኣውዚ እውን ትኩረት ገይርና እዚ ዘይብላዕ ነባኹነ ኣለና ሐዚ ናይ ችግን ተኸላ ተባሂሉ ኣብ ክረምቲ ብዕሊ ኣዋጅ እኒሆ እቲ ችግንሲ ዝብላዕ ተዝኾን ታሪክ መሰራሕና ድሕሪ ሰለስተ ኣርባዕተ ዓመት ኣይበልና ተፈጥሮኣዊ ይኹን ካልእ ሓደጋ ተመፅዩና ምግቢ ኮይኑ ባዕሉ የገልግለኒ መልክዕ ኮይኑ የገልግለና ብዓለም ውን ከም ታሪክ ውን ክጸሓፈልና ይክእል ትግራይ ምሉእስ ልብላዕ ዝተሸፈነ ደንንየዎም ውን ክንብሃል ንክእል ኢና እሞ ካብ ግዝያዊ መድሕን ዙሓ ዝጸገምና ክሳዕ ቀወምቲ ዝኮኑ ኣብ ውሽጥና ትኩረት ገይርና እንተሰሪሕና እመኑኒ ንደገ ዓሰርተ ሓሙሽተ ኪሎ ስርናይ ንልምን ንጽበ ዘይኮንናሲ ብቀወምቲ ኣትክልትም ፍርያት ንልእኽ በዙ ጊዚያዊ ሕርሻ ምህርትም ንረድእ ተጋሩ ደኣ ንኾን እምበይ ንልምን ክንኾን የብልናን ዝብል እዙ ሓዚኘ ጸገም ሕቡእ ጸግኡ ንሱ ዘምህረናን ዝሓረነናን እዩ ክኾን ዝግብኦሞ ብፍላይ ነዛ ሓዚ ክንሻገራ ተኾይንና ነዛ ጸገም ሓዚ ክዓ ብዕሊ ሕዚ ሓደ ኣብዞም ድንሽ ትኩረት ገይርና ተንሰርሕ ማይ እኝሆ ኩሉ ነገር ኣይንችገር እዩ እዙ ሽኮር ድንሽ ልብሃል ብጣዕሚ ብዕሊ ተወሰኽቲ ንጥረ ነገራት ንክህልዎ ከም እኒ ቫይታሚን ኤ ተገይሩ ዝተሰርሐ እኝ ካብኡ እውን ትናዓድና ድንሽ እውን ሓዊሱ ሕዚ ከዓ ሽምብራ ብዕሊ ንቐፃሊ ንመስከረም ጥቅምቲ ብዕሊ ከውሕሰና ዝኽእል ሐዚ ንዘርኣሉ እቶም ካልእ ቶሎ ዝበፅሑ ከምኒ ምሸላ ዕፉን ካልኣት እውን ሓዊስና እንተዘሪእና እዛ ፀገም እዚኣ ክንዋፃኣ ኢና ብጣዕሚ ክንሸግራ ኢና ኣብ ኢድና እዩ ዘሎ እቲ ዝሐሸ መፍትሒ እሞ እዚኦም ክንገብር ኣለና ካብኡ ሓሊፍና ከምታ ቅድም ዝበልክዋ ናብ ከጠቓልላ እዛ ነገር እዞም ዝለመድናዮም ብመኣዲ ዝብልዑ ዝመስሉና ነገራት ንሱ ንገብረሉ ኩነታት ይኾነይኒ እሞ ብዙሕ ወጻኢ ዘየውጽኡና፣ በርበረ ዘይቲ ዘይጠልቡና፣ ብቐሊሉ ኩሉ ነገር ርእሶም ክኢሎም ክንጥቀሞም ንኽእል ብቐሊሉ ነገራት ትኹረት ተንገብር፣ ንኣብነት ዘይቲ እንድሕር ን ክንገዝእ ዘይንኽእል ብርግጽ እውን ኣይንኽእል ሕዚ ኣብ ትግራይ ብቐሊሉ ንረኽቦ እንጣጢዕ ተተጠቒምና ባዕሉ ዘይቲ ልሓዘ ባዕሉ ካልእ ነገር ኩሉ ዝሓዘ እዩ እንጣጢዕ እውን ክባርዩ ይፈልጥ ግን ዘይቲ ክልተ ሰለስተ ሽሕ ካብ ትገዝእ ንእንጣጢዕ ብኪሎ ሚእቲ ገለ ሂብካ ገዚእኻ እሞ ዘይቱ ባዕሉ ይሽፍነልካ ባዕሉ ጸብሒ ይኾነካ ባዕሉ ኩሉ ነገር ይኾነልካ ከምኡ ገይርካ ብኣኣ ተስተኻኽላ ኣለኻ እታ ናጸብሒ ናዘይትኻ ናበርበረ ወጻኢኻ ሰሊጥ ውን ከምኡ ኣብ ጥቃና ዘለዉ ትግራዎት ምህርቲ እንታይ እዮም እንታይ ወጻኢኸ ይቕንሱ ኣሎ እንዳበልና ከምኡ እንተገይርና ብዕሊ ነጋሪት ክነስተኻኽል ንኽእል ኢና ኢለ እየ ዝሓስብ ምናልባት ኣብ ቀፃሊ እውን ንሪኦም ኩነታት ተሃልዮም ክነልዕሎም ንኽእል ኢና ግን ብኸምዚ እንተኸይድናዮ ብዕሊ ዝሓሸ መፍትሒ ክንገብር ንኽእል ኢና ኢለ ይሓስብ ኣብ ማይ ኣድሂቡ ብዕሊ ቱናማይ ትንተና ብርግፅ ናማይ ሰብ ሙያ ክገልፅዎ ይኽእሉ እዮም ኣነ ግን ብኣንፃር ምግቢ እቲ ማይ ከዕልሎ ንእሽተይ ክብል ብዛዕባ እቲ ማይ እሞ ክገርመካ ሐዚ እኳስ ዝናብ ኣብ ልዕለና ክፍ ክፍ ናበለ ኢና ዘለና ኣብዚ እኒሀናዮ እውን ምስክር እዩ ጭቃ እኒሆ ብዕሊ ደስ ኢልዎ እኒ ተትክልቲ እውን ንሪኦ ኣለና እሞ ኣብ ማይ እንታይ እኒ መሲልካ እ፣ ኣብ ዝሓለፉ ክራማት እኳሲ እዚ ፒፒ እንዳሃለወ ኣብ ትግራይ እንታይ ነይሩ መሲልካ ብዕሊ ማይ ዝሰኣናሉ ወቕቲ ነይሩ ዋላ ሐዚ ውን ተፈቲሑ ማለት ተዘይኮነ ብዕሊ ማይ ዝሰኣናሉ ነይሩ እሞ ሽዑ ታይ ንገብር ነይርና መሲልካ ኩሉ እቲ ኣብ እዋን ክረምቲ ንመስተና ካብ ቆርቆሮ ዓቑርና ንንሕፀቦ ካብ ቆርቆሮ ዓቑርና ንምግቢ መብሰሊ ካብ ቆርቆሮ ዓቑርና ካብኡ እውን ንመሕፀቢ ክዳውንቲ ኣቑሑት ኩሉ ካብ ቆርቆሮ እናተዓቖረ እዩ ዝጥቀም ነይሩ ሕብረተሰብና።